ክብል ከለሲ ደምነ ዳርጋ ተተኺሉንዎ ኣሎ ማለት ምክንያቱ ዘርእየካ ነገር ደምነ ንክትከል እዩ ዝጉስጎስ ዘሎ። ሰላም ሰላም፣ ከመይ ቀኒኹም ሓንዲኹም? ኣነ ሰላም እየ እግዚኣብሔር ይመስገን። ከምታ ኣነ ሰላም ዘለኹም መበብ ዘለኹምዎ ኩርናት ዓለም ሰላም ክትኮኑ በዓልቲ ሙሉእ ተስፋ እየ ማለት እዩ። ለማን ድማ ብሓደሽ ቪድዮ መፂና እኒኤና ኣብ ዝሓለፈ ክፋል ከመይ ከምዝነበረ ምናምን ነጊረኩም ነይረ። ሎማዓንቲ ድማ ብጣዕሚ በቃ ሕርር ብለብል ነገር ማለት እዩ ብጣዕሚ ሕማቕ እስካዕ ዝስምዐካ ዝኸውን ነገር እዩ ተፈጢሩኒ እዩ ማለት እዩ ንሱ ድማ እንታይ እዩ ሓቢርና ናብኡ ነብል ማለት እዩ ሰበይቲ ሰበይቲ ባራኺ ሃርያ ሕማቕ ጥበብ ትጠበበላ ማለት እዩ ንምንታይ ዝነበረ ናታ ነገራት ናብ ካሊእ ሰብ ሼር ክትገብሮ ስለ ትደሊ እቲ ናታ ጸለመ እቲ ናታ ኣብ ልዕሊኣ እኒኣ ሕማቕ ዝገበረቶም ስራሕትታት ናብ ካሊእ ሰብ ሼር ምእንቲ ክትገብር ሕማቕ ዝኾነ ሓሳብ ሓሲባ እኒኣ ማለት እዩ። እሱ ነታ እዩ ብ መን ሽሙ ብጨርጊድ ገይራ ንዕቋር ክትቀትሎ ማለት እዩ። ዕቋር እንድሕር ተቐቲሉ ከዓ ያው እቲ ነገራት ኩሉ ስለ ዘስተኻኸል እሱታት ነቲ ነገራት ንክፈሓሓም ቀሊል ዝበሃል ኣይኮነን ኣበርክቶ ዝገብር ዘሎ ማለት እዩ እና ንጨርጊ ድማ ናብኡ ንክተእትዎ ጓላ ከዓ ንክትህቦ ሎማዓንቲ ተስማዕሚዓኒ እያ ማለት እዩ ግን ኣብ ማእኸል ግን ክብለኩም ዝደሊ ሰዓል ሒዛትኒ እያ ስለዚ ኣብ ግምት እትዎም እዚ እንትንበሉ ማለት እዩ እንዳሰዓልና እንዳተናደድና ክንከይን ኢና ማለት እዩ እና ሰኑሽ ብጣዕሚ ከም ዝፈትዋ ራሄለ ንሰኑሽ ብጣዕሚ ከም ትፈትዎ ኩሎትኩም ትፈልጡ ኢኹም ብጣዕሚ እያ ተፍቅሮ ዋላ ብጣዕሚ እያ ትፈትዎ ናይ መፃኢ ኣቦ ደቀይ ኣሚነይ ክብረይ በዓል ገዛይ ኢላ ትሓስቦ ንሰኑሽ እዩ ኣዲኣ ድማ ንጨርጊድ እያ ሰብኣያ ንክኸውን ሰብኣይ ጓላ ማለት እዩ በቃ ምስቲ ዘለዎ ስለንትን ስንናሓናሕ ስለልዋቓዕ ስለልፃረፍ ኣብቲ ዓዲ ስለልፍራሕ እሱ ነገራት ኣዲኣ ትፈትዎ እያ ብጣዕሚ ማለት እዩ ሓደ ከም ካልኣይ ከዓ ገብራት ውሽማኣ ስለልኾነ ጓላ ናብኡ እንድሕር ኣትያ እቲ ናይ ክልቲኦም ውሽምነት ናይ ክልቲኦም ፍቕሪ ናይ ክልቲኦም ስርቂ እታ ጓላ በሪ ክትዓጽዎ እያ ማለት እዩ። ስለዚ ዘለዎ ኣማራጺ ዋላ ሰንሹ ሓቲ ጽቡቕ ተዝኸውን ዝነኛ ሃፍታም ዋላ ተዝኸውን እዚ ናይ ባዕላ ድሌት ናይ ባዕላ ባህጊ ናይ ባዕላ ነገራት ስምዒት እያ ተቐድም ዘላ እምበር ናይ ጓል ኣይኮነትይ ማለት እዩና ብዓይኒ ሓቂ ክልቲኦም ንሓዳር ይኸውን ድዮም ኣይኾኑ እዮም ድሕሪ ኢልኩም ንኮይንኩም ክልቲኦም ሓዳር ይኾኑ እዮም እቲዩም ሓዳር ይድሊ እዩ ከምዚ ንምልጋጥ ወይ ሕማቅ ጌርካ ንምኻድ ምናምን ኣይኮነን ሰንሹም ይደሊ እዩ ግን ከም ኣነ ከም ኣነ ሰንሽ እንተዝኾነላ ሰንሽ ተትመርጥ ደስ ይብለኒ ማለት እዩ ንምንታይ ተልኩምኒ ሓደ ብሕማቅ ነገር ይዓውዩ ብዙሕ ነገር ናይ ኣዶ ዝጎደሎ ሰብ እዩ ናይ ብዙሕ ሰብ ገፅ ሪኡ ዝዓበየ እዩ እና ብጣዕሚ ስነ ስርዓት ዘለዎ እዩ ድማ ከምቲ ሕማቅ ዝወፅሖ ነገራት ሲ ብልክዕ ርሕቀት ኣይከደን እዩ ተረዲእኩም ዓደይ ስለለየላ እዩ ደገ ደገ ይከደን ሕማቅ ስራሕቲ ኣይሰራሕን እዩ እኳ ኣሲ ኣቦ ንኸለዓል ገዝኡ ንኸዐሪ ትምህርቱ ንኽመሃር ምናምን እዩ እቲ ግን ጉልበት እዩ ዝጥቀም ኣተሓሳስብኡ ምውቃዕ እዩ በቃ ስምዒቱ ምውቃዕ እዩ ዝኾነ ነገር ምውቃዕ እዩና ፅባሕ ንግሆ ዝሰብ እዚ ኩሉ ግዜ ተሐጉሰ እያ ማለት ኣይኮነትን ኩሉ ግዜ ተደስቶ እያ ማለት ኣይኮነን ኩሉ ግዜ ሰላም እዩ ምድሪ ማለት ኣይኮነን ዝኾነ ነገር ክፍጠር ይኽእል እዩና ሰብ ሰይሩ ክመፀላ ይኽእል ንባዕላ ክኸርትማ ይኽእል በቃ ራሱ ፍትወቱ ምናምን ንክገንጥለስ ኣቲ ብዝጌረ ድጋው ከብለኪ ኣቲ ንስለኺ ለኮየ ኣቲ ብዝጌረ ከይንጣዓኪ ኣቲ ገለ ከምኡታት ነገራት ኢና እዝታት ነገራት ፅባሕ ንግሆ ኣብቲ ፍቅሪ እኮ ከምዚ ዝበለ ኣብቲ ሓዳር እሞ ዝኾነ ነገር ተኾይናቶ ከንታዓለ ይኽእል እዩ ዋስትና ለለዋ ሰብሲ ኣይኮነትን እያ ማለት እዩ። ስለዚ ብቲ ብልብቲ ግን ቢያንስ ሰንሽ ይመርፀላ ኣነ ከም ኣነ ሰንሽ ይመርፀላ። ክልቲኦም ከዓ ብሃፍቲ መጠን እንድሕዳ መጠንኩም ክልቲኦም ምንም የብሎምን እዮም። እቲ እንዲያም ተማሂሮ እዚ ምናልባት በቲ ዝተምሃሮ ስራሕ ክሕዝ ይኽእል ምናልባት ፊደል ስለዝቆፀረ ድሓን ዝኾነ ነገር ፅባሕ ንጎ ተስፋ ኣለዎ እቲ ግን ካብ ትምህርቲ የተመሃረ ካብ ኣተሓሳስቡ ዜሮ ጉልበቱ ምውቃዕ ጥራሕ ዝጥቀመሉ ንስራሕ ምሽ ነልኩም ካላስ ኣይተመሃረይ ምሽ ኣብ ስራሕ ተኮር የውሉይ ናይ ስራሕ ስምዒት የውሉይ ንምንታይ እንተልኩምኒ በቃ እንዳስዋ ንክኸይድ ኮራን ብላ ንክጫወት ኣብ ገዛ መፂኡ ከዓ ንስድርኡ ንክሕግዝ ምናምን እንተዘይኮይኑ ካብኡ ውጪ ለድምዖ ነገራት የብሉይ ማለት እዩ ቢያንስ ሰኑሽ ግን ስነ ስርዓት ኣለዎ ደገ ደገ ይኸድን ሕጂ እኳ ከሪኦ የብለለን ደጋ ደገ ይኸድን ምናምን እና መብዛሕትና ደቂ ተባዕትዮ እንታይ ኢና ከምዚ ከምዚ ትደሊ ጓል እያ እኮ ትፈቱ ወዲ ዝብል እኳ እያ ትፈቱ ጓል ምናምን ትብሉ ከምኡ ዘይኮነ ስነስርዓት ለለዎ ድንን ኢሉ ዝኸይድ ዓቃል ናይ ተፃዋርነት ስምዒት ለለዎ ብዓቕሊ ዝተወረረ ሰብ ምናምን ቢያንስ ቢያንስ ብቐለልቲ ነገራት ኣይለዓሊ ብንእሽተን ነገራት ኣይለዓሊ ኣይፀባፀቢ ክትምቲ ኣይብሊ ምናምን እና እስታት ነገራት ንዓኣ ፅቡቕ ኢሉ ይስምዓ ማለት እዩ። ዝሰምዐን ዘይሰምዐን ሰሚዑ በክ ዝብል ተኾይኑ ንባዕሎም ጨጎሩ ትፈርሐሉ እያ ንባዕሎም ኣብ ሕማቅ ነገራት ንከይበጽሖ ኣብ ሕማቅ ነገራት ንከይወድቅ ትፈርሕ እያ ማለት እዩ ብዓብኡ ከዓ ንዓኣ ብጣዕሚ ኣብ ኩሉ ግዜ ሲ ኣብ ተዳሎ ኣብ ፍርሒ እያ ትነብር ማለት እዩ ጋይስ እና ከምኡ ስለ ዝኾነ ጨርጊድ ብስሩ ኣይትወስዳን ኢኻ ዋላ ሕርር በል እምበር ኣይትወስዳን ኢኻ ኣይትውንናን ኢኻ ዋላ ኣዲኣ ትፈክር ዋላ ኣዲኣ ተዘሂበካ ንዓኻ ኢላ ሓዲኣ ትኹን ወይ ሓዳሪ ወይ ንስኻ ትብል ካምበይ ማለት እዩ ኣይንበካን ኢና ቴምና ቴምና ንሰንሽና ንህመን ራሄል ማለት እዩና እና ሓደ እዚ ነገራት ተፈጢሩኒ ማለት እዩ ሎም ዓንቲ ብጣዕሚ እያ በቃ ሃርያ እዛ ጓለይ በቃ ንዓኻ እያ መርዓኻ ደርዓኻ ክልህም መርዓኻ ክሕጎስ ብናትካ ደስታ ወለድኻ ክሕጎስ ምናምን እንዳበለት በቃ ዕፍን ውዒላቶ ማለት እዩ ምስታት ነገራት ትገብር ዘላ ድማ ያው ኣብ ዝሓለፈ ሰኑሽ ንዕቋር ወቂዕዎ ሪኢኹም ኢኹም ሆስፒታል ኣትዩ ካብ ሞት ድሒኑ ብዙሕ ነገራት ተፈጢሩ ነይሩ ንምንታይ ንራሄል ኢሉ እዩ ናይ ሰብኣይ ሓፍቱ ወቂዑ ክስካብ ሞት ድረስ በፂሑኒ እና ስለዚ ሎማዓንቲ ዕቋር ሓውዩ ማለት ሚት ፐርሰንት ለይኮነ ሓንጎሉ ስለ ዝተወቕዐ ግን ሓውዩ ዝሐሸ ካብቲ ናይ መጀመርታ ኮይኑ ንገፁ ተመሊሱ ኒኤ ሰወይቱለ ወቃዒኡ መን ከም ዝኾነ ፈሊጣ ኒኤቶ ሓዋ ምዃኑ ፈሊጣ ብጣዕሚ ሰንቢዳ ማለት እዩ እቲ ነገራት ኣቦኡ ንክልቲኦም ኣቦኦም ማለት ይገብራት ንኸርድኦም ብጣዕሚ ይፈቲኑ ያው ናይ ወላዲ ድርሻ ገይሩ ኢለ ልሓስቦ ዋላ ንጽላኣዮ ውሽማ ይግበር ሰበይቱ ሕማቅ ነገራት ጌሩ ይቅተላ ምናምን ከነ ሕማቅ ነገሩ ኣብዚ ዝኸዶ ርሕቀት ግን ኣድኒቆዮ ማለት እዩ ምክንያቱ ክልቲኦም ኣሕዋት ንኸይፈላለዩ ዝገደደ ደምነት ንኸይትከል ናይ ወላዳ ኣል ሓቂ እቲኣም ከይትኹሪ እቲዩም ከይጉዳእ ኢሉ ዝኸደ ርሕቀት ብጣዕሚ ደስ ኢሉኒ ጋይስ ማለት እዩና ወላዲ ክኾን ከሎ ነቲ ሓደም ከይጉህየ ነቲ ሓደም ከይሕረቐ ገመና ናይ ደቁ ሸፊኑ ሓላፍነት ወሲዱ ልኻደ ርሑቀት ወላዲ ይበሃል ማለት እዩና ነቲ ሓደ ስለ ዝፈቶ ወይ ጓል ስለ ዝኾነት ወይ ወዲ ስለ ዝኾነ ድምነ ንክተክል ዝኸይድ ወላዲ በዚ ሎሚ ግዜ ብጣዕሚ እዩና ትምህርቲ ይኸውን ኢለ ድማ ተስፋ ይገብር ማለት እዩና ስለዚ ያው ኣብ ቀፃሊ ሃም እዩ ክብል ብጣዕሚ እዩ ኣሰንባዲ ማለት እዩ ምክንያቱ ዕቋር ብጣዕሚ ተንኮለኛ እዩ ብጣዕሚ እዩ ክፉእ ግን እቲ ሕማቕ እዩ ዝሓስብ እምበር እቲ ዝውስኖ ውሳኔታት እቲ ዝገብሮም ስራሕትታት ኣድማዒ ኣይኮነን ማለት እዩ ሕጂ ናይ ራሄል ከይዱሲ ብክሳራ ብኢዱ ገይሩ ሓኒቕዋ ክቐትላ ማለት እዩ ኢማጅን ሕሰብዎ ሕዚ ከምዚኣ ጌርካሲ ክትቅተል ድያ ኮይና ትቕተል ድያኸ ኮይና ዝሓሰቡ ሓሳብከ ትኽክል ድዩ ኮይኑ ትኽክል ኣይኮነን እዩ ትኽክል ኣይኮነ ሓደ ሰብ ስለ ዝበደለካ ወይ ሕማቕ ስለ ዝገበረካ ግድን ነቲ ሰብ ንሱ ቀቲልካ ብድር ክትወፅኻ ማለት ኣይኮነን ነቲ ሰብ ንሱ ኣጥፊእኻ ፅቡቅ ክትነብር ኢኻ ማለት ኣይኮነን ባይዘወይ ከፍ ዝብሎ ንሱ ንስኻ ኮፍ ኣይትብሎን ኢኻ እና ንዕኡ ንኸተሕርቆ ንዕኡ ንኸተብሽቆ ንዕኡ ሕርር ንክተብሎ በቲ ዝገበረካ ሕማቅ ልክዕ ንስኻ ሕማቅ ንክትፈድዮ ግድን ካብ ዝመድኽ ተጥፎ የብልካይ ግድን ክትቀትሎ የብልካይ ንዕኡ ሕማቅ ነገራት ወይ ድማ ንዕኡ ልሕርቁ ነገራት ንክትገብር ሲ ናይ ንሱ ምጥፋእን ዘይምጥፋእንስ ንዓኻ ኣገዳሲ ኣይኮነን። መዓት እኒኤ ካብኡ ውጪ ካብ ህይወት ምጥፋእ ካብ ሕማቕ ነገራት ምግባር ውጪ ልግበሩ ነገራት እሲ መዓት ነፍ እኒኦ ማለት እዩ እና ስለዚ ሕማቕ ክገብረና ለኸለ ሰብ ንዓና ዘይግባእ ነገራት ክገብረና ከለ ሰብ ንክጠፍእ ሕማቕ ነገር ንክኸውን ምናምን ንሓስቦ ሓሳባት ጌጋ እዩ ማለት እዩ። ክንብቀል ንሕደል ኢና ነቲ ዝበለና ግብረ መልሲ ክንህብ ንሕደል ኢና ብዙሓት ነገራት እኒኡና ብኡ ጌርና ነቲ ሰብ ክንብቀሎ ኣለና ኢለ ኢለ ሓስማት ኢና ህይወት ሰካ ምጥፋእ ኩላና ኢድና ክንቁጠብ ኣለና ትምህርቲ ይኾነና እዩ ኢለ ድማ ተስፋ ይገብርና ጨርጊ ልኸዶ ርሕቀት እታ ቆልዓ ኣብዚ ማያ ኣብዚ ሰማያ ምንም ከይገበረት ክሓንቀይሉ ልኸዶ ርሕቀት ብጣዕሚ እንትን ነይሩና ኣብኡ ድማ ሰንሽ ከገላግል ፈቲኑ ክሰዳ ድማ ኣይከኣለን ህይወታ ድማ ክትሓልፍ እያ ብዝብል ሓሳብ ያው ርእሱ ወቂዕዎ ርእሱ ምስ ወቅዐ ድማ ስካብ ሕጂ ይሳቅ ኣሎ እሳለ ሰብኣየ ይወቂየለይ ከክንዲ ጓል ሃርያ ዞር ኢላ ብጣዕሚ ሕማቅ ኮታት ኒኣና ኣብ ቀጻሊ ክዕረቁ ድዮም ኣይክዕረቁ ተሲኡ ብድሩ ክምልስ ድዩ ዕቋር ኣይምልስን ጨርጊድ ከይዱ ንክወቅዑ እዩ ምስ ሓማቱ ተስማዕሚዑኒ ሓማቱ ንበላ ዛርግምቲ ሰበይትና ተስማዕሚዑኒ ከይዱ ክወቅዑ ድዩ ሕማቕ ውሳነታት ክውስን ድዩ? ረጒዑ ድዩ ክኸይድ? ደምነት ኣይተክልን እየ ድዩ ክብል? ንራሄል ምሕዳግ ትሕሸኒ ድዩ ክብል? ብቻ ሓመሸይ ንብሎ ነገራት ኣብ ቀጻሊ ሒዘልኩም ክመጽእ እየ። ክስካብ ሽዑ ግን ሰብስክራይብ ምግባር ኣይትረስዑ። ኩምቲ ሰናይ ንዓኹም ሽኮሪናት።